ሰላምን ጥዕና ይሃበለይ ዝኸበርኩምን ዝኸበርክንን ተኻታተልቲ እዛ ዩቱብ ቻናል ሎሚ እውን ከምቲ ልሙድ ኣብዚ ማሕበራዊ ሚድያ ህልውን ኣዛራራብን ከምኡ እውን ሓደሽቲ እዋናዊ ሓበሬታ ኣለዉ ብሓደ ኮይና ክንድህሶም ኢና ሰራዊት ኤርትራ ካብ ማእከል ከተማ ዘላንበሳ ወታደራዊ ኬላታቱ ብምፍራስ ንድሕሪት ከምዘስሓበ ተገሊጹ።
ውግእ፣ ወረ ውግእ፣ ኲናት፣ ጦርነት ከም ምንጪ እቶቶም ከም መኻዕበቲ እዩ። ዝጥቀምሉ ሰባት ኣለ ንሶም ኣበይ ክዋግኡ ይደልዩ ኣብ ኤርትራ ውግእ ክግበር ትግራይን ኤርትራን ክዋግኣ ደልዩ ስድርኦም ከ ፋሕ ኢሎም ኣብ መላእ ዓለም እዮም ዘለዉ ድሕሪ ስምምዕ ፕሪቶርያ ድማ መሬትኩም ክምልሰልኩምስ ንዕጡቕ ሓይሊ ፋኖ ከምኡ እውን ነቲ ጀኖሳይድ ዝፈጸመልኩም ስርዓት ኤርትራ ብሓባር ንውግኣዮ ዝብል ሕቶ ኣቕሪቦም።
እዚኦምን ካልኦትን ዝህሉ ሓደሽትን እዋናውን ሓበሬታ ኣለው ብሓደ ኮይና ክንድህሶም ኢና ፈለማ ነዛ ዩቱብ ቻናል ኣጋይሽ እንድሕር ኣልኩም ግን ላይክ ሸር ሳብስክራይብ እናገበርኩም ቤተሰብ እዛ ዩቱብ ቻናል ኩኑ ንቐጽል። እሺ እምበኣር ዝኸርኩም ተዓዘብቲ ከም መእተዊ ክኾነና ብህልውን ሓደሽቲ ሓጸርቲ እዋናዊ ሓበሬታ ክንጅምር ኢና። ኣብዚ ሰሙን እዚ ኣዘራራቢ ኮይኑ ዝቐነየ ሓደ ጉዳይ ኣሎ። ንሱ እውን ጉዳይ ኣርሚ ሰብዓ ማለት እዩ። ኣርሚ ሰብዓ ከምዚ ተደብዲቦም መራሕቲ እውን ከምዚ ኮይኖም እንዳተባሃለ ብዙሓት ሓበሬታ ኣብዚ ማሕበራዊ ሚድያ ክዝርጋሕ ርኢና ነይርና ኢና። ብዝቕጽል እውን ዝኸርኩም ተኸታተልቲ ጣዕመ ዓረዶም ዝተባሃለ ነጣፊ ማሕበራዊ ሚድያ ከምኡ እውን ሓላፊ ኮሙኒኬሽን ውድብ ስምረት ዝኾነ ማለት እዩ ኣብዚ ማሕበራዊ ሚድያ ሓደ ኣዘራራቢ ዝኾነ ጽሑፍ ፖስት ገይሩ ነይሩ። እቲ ዝጸሓፎ ጽሑፍ ከኣ ከምዚ ይብል፣ ጥዑም ዜና ኢሉ ኣዛዚ ኣርሚ ሰብዓ ኮር ሓደ ኣብ ናይ ሱዳን ሕድሕዳዊ ኲናት እናመርሐ ሞይቱ ካሊእ እውን ዝብል ጽሑፍ ኣብዚ ማሕበራዊ ሚድያ ዘርጊሑ ነይሩ። ሓንቲ ሓፍትና ከኣ ነዚ መልሲ ትህቦ ኣለላ እስኪ ባሕድሪ ንከታተሎም። ሰላም ሰላም ክቡራት ተኸታተልተይ ከመይ ትኾኑ እስኪ እዛ ጽሕፍቲ እዚኣ ኣንቢብናያ ንመለስ ጠዓመ ዓረዶም ዝጸሓፋ እያ ጥዑም ዜና ኣዛዚ ኣርሚ ሰብዓ ኮር ሓደ ናይ ሱዳን ሕድሕዳዊ ኲናት እናመርሐ ሞይቱ፣ ካልኦት ኣባላት ኮማንዶ እውን ብኸቢድ ቆሲሎም ኣለዉ። ስለዚ ተጋሩ እዮም ኣብ ኣርሚ ሰብዓ ይኹኑ ኣብ ኣርሚ ገለ ይኹኑ ኣብ ኣርሚ ገለ ይኹኑ ተጋሩ እዮም፣ ትዲኤፍ ትዲኤፍ እዮም። ብርግጥ ሕጂ ቲዲኤፍ ኣብ ክልተ ተመቕዮም ኣለዉ። ናይ ሓሳብ ኣፈላላይ ኣለዎም። ናይ ሓሳብ ኣፈላላይ ስለ ዘለዎም ግን ሞት ናይ ሓኳ ዘሐጉሰካ እንድሕር ደኣ ኮይኑ ከመይ ጌርካ ትግራዋይ እየ ክትብል ምክንያቱ ነቲ ትማሊ ዋጋ ዝኸፈለልካ ናይ ድሕሪ ሕጂ እሞ ንግደፎ ዝኾን ድሓር እዩ ዝረአ ሓራ መሬት ዘለዉ ድዮም ንህዝቢ ትግራይ ፅቡቅ ዝሓስቡ ዘለዉ ዋላስ ኣብ ማእኸል ትግራይ ዘለዉ ድዮም ፅቡቅ ዝሓስቡ ፀገም ዘሎ ይኾን እዙይ ሓደ ፈጣሪ እዩ ዝ- ዝፈልጦ ግን ነቶ ትማሊ ዋጋኻ ዝኸፈለልካን ነቶ ትማሊ ትግራይን ወደ ትግራይን ዘውሓሰ ፀግዒ ሓደ ኮይንኻ ሞት ትምነየሉ እንድሕር ደኣ ሃሊኻ ብኸመይ ኢኻ ትግራዋይ እየ ክትብል ተጋሩ ናይ ስነ ሓሳብ ኣፈላላይ የለና እምበር ማዕረ ሞት ናይ ሓውና ዘገድሰና እንድሕር ደኣ ኮይኑ ማዕረ ሞት ናይ ሓውና ዘሐጉሰና እባ እንድሕር ደኣ ኮይኑ ከመይ ጌርና ኢና ንትግራይ ንሓስብ ንትግራይ ንቃለስ ክንብል ንኽእል ምኽንያቱ ኣብ ሓራ መርየት ዘሎ ሓደ ትዲኤፍ ተጠፊኡና ኣደ ትግራይ እያ ትነብዕ ኣብ ኣርሚ ሰብዓ ዘሎ ሓደ ትዲኤፍ ተጠፊኡ ኣደ ትግራይ እያ ትነብዕ ስለዚ ብኸመይ እዩ ማዕረ ሞት ናይ ሓውካ ትምነ ትግራዋይ ኮይንኻ ናይ ሞት ሓውካ ትምነ ከመይ ማለት እዩ ስለዚ ናይ ሓሳብ ኣፈላላይ ክህልወካ ንቡር እዩ ሕጂ እውን እታ እንኮን እንኮን መፍትሒ ናይ ትግራይ እታ ብሰንኪ ሕማቕ ምሕደራ ፋሕ ብትን ኢሎም ዘለዉ ትዲኤፍ ናብ ሓደ ተጠርኒፎም ኣተሓሳስባኦም ኣፅቢቦም ሓድነቶም ኣስጢሞም ንሓንቲ ትግራይ ጠጠው ምስ ዝብሉ እዩ ሽግር ትግራይ ዝፍታሕ። ገሊኻ ምስ መከላከያ ዓሪኻ ገሊኻ ምስ ሻዕብያ ዓሪኻ ዝፍታሕ ሽግር የለን። ፀላእትና እውን ኩሉ ግዜ ሓድነትና ስለ እነስጥም ህዝብናን ሰራዊትናን ደጀን ኮይኑ ስለ ዝቃለስ ኣብ ታሪኽ ዓለም ትግራዋይ ተሸኒፉ ዘይፈልጥ ኣብ ኩናት ሕጂ ግን ሲስተም ፈሊጦምዋ ፀለእተም መእኸል ኣትዮም ንመራሕትና ፋሕፋሕ ኣቢሎምዎም ገሊኦም ሰሜን ገሊኦም ንደቡብ ወሲዶምዎም እቲ ትዲኤፍ ድማ ፋሕፋሕ ኢሉ ኣብ ክልተ ኮይኑ ኣሎ ቅድሚ ሕጂ እውን ኣብ ከባቢ ባድመ ቅድሚ ንእሽተይ ኣዋርሕ ዱረን ክድብድብ ከላ ስብር ዜና ኢልኩም ትመጹና ኔርኩም ኣካልኩም ትሰበር ትትማሊ ዋጋ ዝኸፈልልካ ሲ ብድሮን ስለ ዝተደብደበ ብሓዊ እናተቃጸለ እተንጨብጭብ ትግራዋይ ኔርካ ስለዚ ንስኻ ንትግራዋይ ይሓስብ ንትግራዋይ ይቃለስ ነዲ ትግራይ ጽቡቕ ይሓስብ ኣይትበል ሞት ናይ ወዳ እንድሕር ትምነ ኮይንኻ በቲ ዘሎ ኣደ ትግር ካብ ማህፀን ኣደ ትግራይ ይወፅዩ ቡቲ ዘሎ ካብ ማህፀን ኣደ ትግራይ ይወፅዩ ናይ ሓሳብ ኣፈላላይ ክህሉ ንቡር እዩ ሞት እንድሕር ትምነ ኮይንካ ግን ኩልኻ ንትግራይ ኮንካ ትቃለስ ዘለኻ ንውልቃዊ ረብሓኻ ኢኻ ምክንያቱ ክትከባበሩ እዩ ዝግበእኩም ትማሊ ነቶም ስዋኣትኩም ክዝክሩ እዩ ዝግበእኩም ብፃይ ንስኻ ፅናሕ ኣነ ክስዋእ ተባሂልኩም ተመሓሒልኩም ኢኹም ተቓሊስኩም ሻላ ሓቃዊ ቃልሲ ስለ ዝተቓልስኩም እውን ምስ ሸውዓተ ሃገራት ገጢምኩም ናብዛ ኒሄናያ ንእሽተይ ሃዋህው ዋላ መሬት ትግራይ ሙሉእ ብሙሉእ ናፃ እንተዘይወፀት ኣንረክበናያ ኒሄና ሃዋህው ብጅግንነት ናትኩም ብቕልፅምናትኩም ናረክብናያ ሕጂ ውን ኣተሓሳስባኹም ኣጽፊእኩም ካብ ብማዕዶ ኮይንኹም ንንባዓልትኹም ተፋኻኸሩ ይቅር ሕጂ ሕድሕዳዊ ኩናት ብባዕልካ ትግራዋይ ንትግራዋይ ተዋዲቕካ ተቓሊስካ ኣይኮነን ተቓቲልካ ኣይኮነን ትማሊ ምስ ሸውዓተ ሃገራት ገጢምካ ትግራይ ናፃ ኣውፂኻ ፍርቂ ትግራይ ናፃ ኣውፂኻ እውን ቁሊሕ ኢሉ ዝረእየካ መራሒ ወይ ቁሊሕ ኢሉ ዝረእየካ ውድብ የለን ስለዚ ሓሳብኩም ኣጽቢብኩም ንባዕልኩም ክትብሉ ነደ ትግራይ ክትብሉ ክትነብሩ ንባዕልኩም እናተፈኻኸርኩም እናተዋናጀልኩም ኣይትንበሩ ናብ ሓደ ምፁ ኣቱም መደኸርቲ ሰብ በላዕቲ ክልተ ፃሕሊ ድማ ቡቲ ዝሞተ ቡቲ ዝመፀ ሓወይ ተእቱ ኣሕዋት እዮም ብፆት እዮም ንሓንቲ ትግራይ እዮም ወዲቖም ሕጂ እውን ሓደ መዓልቲ ራህዋ ክመፅኡ ሓደ መዓልቲ ክረዳድኡ እዮም ኣብ መስኮት ቴሌቭዥን ኮይንኩም ግን ሓወይ ትእትዉ ኣቋርፁ ኢኹም ሞት ናይ ኣሕዋትና የሕጉሰና ኒሕና። እሺ እምበር ዝኸርኩም ተዓዘብቲ ናይዛ ሓፍትና ሓሳብ ከም ተንከታተሎ ዝጸናሕና ይመስል ያው እዚ ሓሳባ ከም ትድግፍዎ ተስፋ ይገብር ማለት ሓደ ሰላም ዝደሊ ሰብ ሰላም ምድላይን ሰራዊት ክብደል ከሎ ወይ ድማ ሰራዊት ክንብል ከለና እቲ መንእሰይ ወዲ ትግራይ እዩ ኣደ ትግራይ ዝወለደቶ እዩ ኣብ ትግራይ ተወሊዱ ዝዓበየ እዩ ስለዚ ሕዚ ደኣ ብናይ መርሐቲ ዕላማ ይፈላለ እምበር ትማሊ ንሓንቲ ትግራይ ክብል ንኣዶ ትግራይ ክብል ዝተዋደቐ ጀግና እዩ ሰራዊት ትግራይ ማለት እዩ። ስለዚ ከምዚ ዓይነት ዜና ክትርኢ ከለኻ ልብኻ እዩ ዝሰብር። ምክንያቱ ሰላም ትግራይ እንዳደለኻ ኣዶ ትግራይ መንእሰይ ትግራይ ክምችዎ እዩ ትግራይ ራህዋ ክፍጠር እዩ ኢልካ እንዳሓሰብካ ከለኻ ኣሕዋትካ ወይ ድማ ትማሊ ምሳኻ ዝተቓለሱ መስዋእቲ ክኸፍሉ ከለዉ ክብደሉ ከለዉ ከምዚ ዓይነት ተሓጓስ ክስምዐካ ንውር ኣይኮነን ወይ ድማ ግቡእ ኣይኮነን። ሓደ ሕልና ዘለዎ ሰብ ውን ዝቅበሎ ኢለ ኣይኣምንን እየ ከም ናተይ ማለት እዩ ስለዚ ብከምዚ ዓይነት መንገዲ ክሕጎስ ኣነ ውን ትጽቢት ዘይገብረሉ ነገር እዩ ስለዚ ዝከርኩም ቤተሰብ እስካትኩም ከ እንታይ ርእይቶ ኣለኩም ሓሳብኩም ኣብ ቦታ ኮመንት ጸሓፉለይ እሺ እማ ዝከርኩም ተዓዘብቲ ካብዚ ብዝቅጽል ሓድሽ እዋናዊ ዝኮነ ሓበሬታ ኣሎ እሱ ውን ፖለቲካዊ ውደባት ትግራይ ኣብዚ ሕዚ ሰዓት ናይ ሓበራ ዝኮነ መግለጺ ኣውጺኤን ኣለዋ እስኪ ተከታቲልና ኢና ንምጻእ። መንግስቲ ኢትዮጵያ ሎሚ እውን ዕፅዋን ኣድልዎታትን ከም መሳርሒ ብምጥቃም ትግራይ ናይ ምፅናት ፕሮጀክት ኣጠናኺሩ ይቕፅለሉ ከምዘሎን ቅሉዕ ወራር ንምክያድ እውን ምድላዋቱ ወጊኡ ውግእ ኣብ ምፅሕታር ከምዝርከብን ቤት ምኽሪ ፖለቲካዊ ውድባት ትግራይ ኣፍሊጡ። ኣብ ትግራይ ዝተጀመረ ሓደጋ ህልውና ናይ ምምካት ቃልሲ ተጠናኺሩ ንክቕፅል እውን ምውሳኑ ኣብ ዘውፅኦ መግለፂ ኣነፂሩ። ቤት ምኽሪ መድረኽ ፖለቲካዊ ውድባት ትግራይ ትማሊ ሓሙሽተ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ስሩዕ ኣኼብኡ ከምዘካየደን ኣብቲ ኣኼብኡ ምንቅስቓስ ስራሕ ብምግምጋም ኣብ እዋናዊ ጉዳያት ትግራይ እውን ከምዝዘቲ ኣፍሊጡ። መድረኽ ፖለቲካዊ ውድባት ትግራይ ብሄራዊ ናይ መኸተ ዓቕምታት ብምትሕብባር ኣንፃላሊሉና ዘሎ ብሄራዊ ናይ ሃለዋትን ድሕነትን ሓደጋ ንምምካት፣ ግዝኣታዊ ሉኣላውነትን ብሄራዊ ሓድነትን ህዝቢ ትግራይ ንምርግጋፅ፣ ዝተመዛበለን ዝተሰደደን ህዝብና ናብ መረበቱ ንምምላስ ከምኡ'ውን መሰል ርእሰ ውሳነ ህዝቢ ትግራይ ምሉእ ብምሉእ ንምርግጋፅ ዓሊሙ ኣብ ዝሓለፉ ኣዋርሕ ዝተዋደደ ፖለቲካዊ ቃልሲ ምግባር ከምዝጀመረ ገምጊመ ኣለኹ ዝበለ ኮይኑ፣ ይኹን ደኣ እምበር ምስቲ ኣንፀላልዩ ዘሎ ሓደጋ ከነፃፅር እንከሎ ቃልሱ ከዛይድ ከምዘለዎ ተገምጊሙ ኢሉ። ቤት ምኽሪ መድረኽ ፖለቲካዊ ውድባት ትግራይ እዋናዊ ኩነታት ትግራይ እውን ገምጊመ ኣንፈታት ኣቐሚጠ ብምባል ቤት ምኽሪ ትግራይ ናብ ስርሑ ተመሊሱ ምሉእ ቁመና ዘለዎ መንግስቲ ትግራይ ሓቋፋይ ኮይኑ ምጥያሾም ፖለቲካዊ ሓድነት ህዝቢ ትግራይ ዝያዳ ክጠናኸር ዝተሰርሐ ስራሕን ፖለቲካዊ ዓቕሚ ትግራይ ክብ ዘበለ ምዃኑ ተገምጊሙ ተባሂሉ። ነዚ መሰረት ብምግባር ድማ መንግስትን ህዝብን መኸተና ዘበርኹ ስራሕቲ ብግዜ የለን መንፈስ ክፍፅሙ መድረኽ ፖለቲካዊ ውድባት ትግራይ ሓላፍነቱ ከም ዝዋፅእ ኣፍሊጡ። በቲ ካሊእ ገፅ መንግስቲ ኢትዮጵያ ሎሚ እውን ዕፅዋን ኣድልዎታትን ከም መሳርሒ ብምጥቃም ትግራይ ናይ ምፅናት ፕሮጀክት ኣጠናኺሩ ይቕፅለሉ ከም ዘሎን ቅሉዕ ወራር ንምክያድ እውን ምድላዋት ወጊኑ ውግእ ኣብ ምፅሕታር ከም ዝርከብን መድረኽና ገምጊሙ ኢሉ። መንግስቲ ኢትዮጵያ ኣብ ልዕሊ ትግራይ ዝፍንዎ ዘሎ ቅሉዕ ናይ ኩናት ጎስጓስን ምልዕዓላትን ምቅርራብ እቲ ዝተሓሰበ ጆኖሳይዳዊ ወራር ጥራሕ እዩ ክኸውን ዝኽእል ኢሉ። መንግስቲ ኢትዮጵያ ነዚ ሓደገኛ ፖሊሲኡ ደው ኣቢሉ ናብ ሰላማዊ ፖለቲካዊ ድርድር ክምለስ ደጊምና እንዳፀዋዕና

መድረኽና ምስ ህዝቢ ተሓጋጊዙ ሓላፍነቱ ክዋፃእ እዩ። ሰራዊት ትግራይ ሰላምን ድሕነትን ህዝቢ ትግራይ ብዘውሕስ ደረጃ ብሓይሊ ሰብን ብለጅስቲክን ክጠናኸርን መድረኽ ፖለቲካዊ ውድባት ትግራይ ሓላፍነቱ ዝዋፃእ ኮይኑ ሰራዊትና ብሓይሊ ሰብ፣ ብለጅስቲክን ብስነ ልቦናን ተጠናኺሩ ውሓስ ህዝብና ከይኸውን ኣብ ውሽጥን ኣብ ደገን ዝግበር ዘሎ ዘመተ ብዕቱብ ክንቃለሶ ኢና ኢሉ። ሰራዊትና ንምፍራስን ንምውንጃልን ኣብ ውሽጥን ኣብ ደገን ዝግበር ዘሎ ምንቅስቓስ ህዝቢ ትግራይ ከምኡ እውን ዲያስፖራ ትግራይ ቃልስኹም ክተሐይሉ ንፅዋዕ እውን ኢሉ። ቤት ምኽሪ ፖለቲካዊ ውድባት ትግራይ ኣርባዕተ ውድባት ማለት እውን ህወሓት፣ ባይቶና፣ ዓሲምባን ኣኽሱማይ ዋዕላን ዘካተተ ምዃኑ ይፍለጥ። ዕሽምባር ዝኸበርኩም ተዓዘብቲ ብዝቕጽሉ ናብ ካሊእ ሓዱሽ እዋናዊ ኣዘራራብን ዝኾነ ሓበሬታ ከስግረኩም እየ ንሱ ውን ጠቅላይ ሚኒስተርና ኢትዮጵያ ዶክተር ኣብይ ሕመድ ዝተዛረቦ ብዛዕባ ሃጼ ዮሃንስ ብዛዕባ ትግራይ ማለት እዩ ዝተዛረቦ ሓደ ኣዘራራብ ዝኾነ ዛዕባ ኣሎ ተኸታቲልናዮ ንምጻእ ኣምሓራ ንዘልኣለም እናተዳሞዩ ንኽነብሩ ንምዕራብ ትግራይ መጻወቲ ኻርታ ዝገበርዎ ቀዳማይ ሚኒስትር ኣብይ ኣሕመድ ሕዚ ድማ ክልቲኦም ህዝብታት ዝጀምወርዎ ርክብ ንፋስ ንምእታው ዘኽእል ዝበልዎ ካርታ መዚዞም መዛራረቢ ኮይኑ ኣሎ። ቀዳማይ ሚኒስትር ኣብይ ኣሕመድ ሃፀይ ዮሃንስ ኣብ ልዕሊ ህዝቢ ኣምሓራ በደል ከምዝፈፀሙ ብምምሳል ምሰ ባዕዳዊ ወራሪ ጣልያን ንምምስሳል ዝፈተንዎ ውዲት ኣምሓሩ ከይተርፉ ምልክት ተስፋ ምቑራፅ ክብሉ ገሊፆምዎ ኣለው። ኣይተ ኣማኒኤል ኣሰፋ ንግግር እቶም ቀዳማይ ሚኒስትር በቃ ኣይንፃላእን ኣይንዋጋእን ብዝበሉ ህዝብታት ትግራይን ኣምሓራን

ዘመነ ካሴ ደጊሙ መስኪሩ እዩ። ኣብ እዋን ወራር ስሩዓትን ዘይስሩዓትን ዕጡቓት ናብ ትግራይ ንክኣትው ብምግባር ገበን ፅንተት ንክፍፀም ብምግባር ፋኖ ዝተብሃለ ዕጡቕ ሓይሊ እዩ ገበን ፈፂሙ ንምባል ብተደጋጋሚ ዝፈተኑ ሰበስልጣን ብልፅግና ዘቕረብዎ ሓቢርና ንውቃዕ ዝብል ሕቶ ብኣመራርሓ ትግራይ ቅቡልነት ምስ ሰኣነ ዝወሰድዎ ስጉምቲ ምዕራብ ትግራይ ከም መፃወቲ ካርታ ምጥቃም ነይሩ። በዚ እውን ንባዕሉ ኣስመላሽ ኮሚቴ ዝበሃል ገበነኛ ኣብ ምዕራብ ትግራይ ንክሰፍር ብምግባር ብምዕጣቕን ምዕራብ ከመ ካሽሚር ተጋሩን ኣምሓሩን ድማ ከም ህንድን ፓኪስታንን ምግባር እዩ። እንተኾነ ህወሓት ዋላ ህዝቢ ትግራይ እናፀነተ ዋላ ግዝኣት ትግራይ ተወሪሩ ምስ ጎረቤት ኣምሓራ ሰላም እምበር ኲናት ኣየድልየንን ብምባር ርክባት ምፍጣር ምጅማሩ ንሰበ ስልጣን ብልፅግና ሕማም ርእሲ ዝኾኖም ይመስል። እዚ ሕዚ ተጀሚሩ ዘሎ ርክብ ንምፍሻል ድማ መራሒ ብልፅግና ሓዱሽ ካርድ ሒዞም ደበኽ ኢሎም ኣለው። ትማሊ ሓሙሽተ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ደብረ ማርቆስ ዝተረኸቡ ኣብዪ ኣሕመድ ኣብ መንጎ ህዝብታት ኣምሓራን ትግራይን ተፈጢሩ ዘሎ ፅምዶ ንምዝራግ ብሃፀይ ዮሃንስ ዝበፅሐኩም ትፈልጡ ኢኹም፣ ብጣልያን ዝበፅሐኩም ትፈልጡ ኢኹም ብምባል ንሃፀይ ዮሃንስ ምስ ባዕዳዊ ወራሪ ከነፃፅርዎ ፈቲኖም እዮም። በሃፀይ ዮሃንስ ግዜ በነበረ ሁኔታ ምን እንደደረሰበት ያቃል፣ በጣልያን ግዜ ምን እንደደረሰበት ያቃል። ትግል፣ ፍልሚያ፣ ውጊያ ለናንተ ኣዲስ ጉዳይ ኣይደለም። ኣባቶቻቹ ኣልፈውበታል። ብሃገሮምን ህዝቦምን ብላእላዊ ግዝኣትን ሓድነት ህዝብታትን ዘይደራደሩ ከም ዝኾኑ ዝግለጸሎም ሃጸይ ዮሃንስ፣ ህዝብን ሃገርን ካብ ባዕዳዊ ወራሪ ንምክልኻል ባዕሎም ከይተረፉ ናብ ዓውደ ውግእ ኣትዮም መስዋእቲ ከም ዝኸፈሉ፣ እቲ መስዋእቲ ዝኸፈልሉ ቦታ ድማ እቲ ሕዚ ኣብዪ ኣሕመድ ዝተረኸብሉ ክልል ኣምሓራ መተማ ምዃኑ ድማ ንብዙሓት ዘደመመ ኮይኑ ኣሎ። እቲ ንወራሪ ሓይሊ መሃዲስ ንምምካት ንሃፀይ ዮሃንስ ሓዊሱ ብዙሓት ጀጋኑ ኢትዮጵያውያን ዝወደቕሉ መተማ ንሱዳን ንጀነራል ኣሉላ ኣባ ነጋ ብተደጋጋሚ ባዕዳውያን ወረርቲ ዝመከትሉ ሰሜን ክፋል ትግራይ ድማ ንኤርትራ ኣሕሊፎም ግዝኣት ኢትዮጵያ ቆራሪሶምዋ ዝርከቡ ኣብዪ ኣሕመድ ነቶም ንላእላውነት ኢትዮጵያ ክብሉ ክሳዶም ዘሰየፉ ሃፀይ ዮሃንስ ንምውቃስ ካበይ ሞራል ኣምፂኦም ዝብል ናይ ለባማት ሕቶ ገዲፍና እቲ ፖለቲካዊ ሽርሒ ግና ንሕሉፍ ታሪኽ እናቆስቆስካ ሐዚ እውን ተጋሩን ኣምሓሩን እናተዳመዩ ንክነብሩ ናይ ምግባር ባህጊ ምዃኑ ፖለቲከኛ ምዃን ኣየድልዮን። ነቶም ብኢትዮጵያውነቶም ዘይደራደሩ ዝነበሩ ሃፀይ ዮሃንስ መዚዝካ ተጋሩ ብኣምሓሩ ግፍዒ በፂሑኩም እዩ ዝብል መልእኽቲ ንምምሕላፍ እዩ ፖለቲካዊ ሽርሒ ኣብዪ ኣሕመድ። ነዚ መርዛም ዘረባ ብሓፂሩ መልሲ ዝሃቡ ምክትል ፕረዚደንት ትግራይ ኣይተ ኣማኑኤል ኣሰፋ ንኽብሪ ልኣላውነት ኢትዮጵያ ክበሃል ካብ ትግራይ ናብ መተማ ብእግሮም ተጓዒዞም ንመላእ ህዝቢ ኣምሓራ ብመስዋእትነቶም ካብ ሰብ ዝበልዕ መሃዲት ዘድሐኑ ጀግናን ርህሩን ንጉስ ዮሃንስ ምስ ወራሪ ፋሽስት ጣልያን እናመሳሰሉ ፖለቲካ ንምስራሕ ምፍታን በቃ ኣይንፃላእን ኣይንቃተልን ብዝበሉ ህዝብታት ኣምሓራን ትግራይን ተስፋ ናይ ምቑራፅ ትኽክለኛ መርኣይ እዩ ብምባል ኮኒኖምዎም። ኣይተ ኣማንኤል ወሲኾም እዞም ሰባት ሰሪሖም ብምርኣይ እንተይኮነስ ብተጋሩ ዝተፈፀሙ ተጋድሎን ሰናይ ተግባራትን ብምፅልላእ በሊጾም ንምርኣይ ዝጽዕሩ ማኪያቪልያን እዮም ብምባል መልሲ ሂቦም። እሽምባር ዝኸርኩ ንተዓዘብቲ እዚ ሓበሬታ ከምቲ ክንዕዘቦ ዝጸናሕና ይመስል። ብዝቕጽል ናብ ጉዳይ ኤርትራን ትግራይን ክንሰግር ኢና። ኣብ ናይል ሚድያ ቀሪቡ ዘርእሰናይ ግርማይ ብዛዕባ ተጋሩን ኤርትራውያን ዘመሓላልፎ ነገር ኣሎ ተኸታቲልና ኢና ንምጻእ። ብጣዕሚ ተስሕቀኒ ከም እንትን ዘምጽዋ ኸምዚ ኢሉ ነይሩ ኸምዚ ኢላ ነይራ እሱ ኸምዚ ኢሉ ነይሩ እሳ ኸምዚ ኢላ ነይራ ኣብቲ ኩናት ግዜ ከምዚ ምናምን እና ኣይ ቲንክ ኩሉ ግዜ ዲና ከምኡ ኢልና ንነብር ኣነ ብጣዕሚ እዩ ብዙሕ ግዜ ሕቶ ዝኾነኒ እና ድንበር ምዃን ይደልዩ ኣብ መንጎ ትግራይን ኤርትራን በቃ ብዘይካ ናይና ኖኖ ካሊእ ሰብ ኣብ ትግራይ ማንም ሰብ ክፅጋዕ የብሉን ይገርመካ ብፍላይ እዚ ሓደ ዩቱበር ኣብዚ ኣብ ናይል ሚድያ ኣምፅኤ ጋሻ ገይረዮ ነይረ ሓሳቡ እውን ተዛሪቡ ከይዱ ይፈልጥ እዩ እና ሕዚ ድማ ኣብቲ ና ሰላም ዘለው ርክብ ኣነ ፕሮግራም ክሰርሕ ከለኹ ቀንደኛ ወቃሴ እሱ እዩ ራይዋ ኤርትራውያን ተምፅእ ኣላ ኣደየ እወ ዶብ ክሳብ ሕዚ ዘይምዃኑ እዩ ብጣዕሚ ሓሪቕና ሓዚንና ሕዚ ናብ ሰላም ንኸድ ኣለና እና ድንበር ክኾኑ ይደልዩ ኣብቲ ድንበር ሙሽኔ ወታደራት ኬላ ኬላ ናይ ዩትዩብ ክኾኑ ይደልዩ ኣብ ዩትዩብ ኣብ ቲክቶክ ኬላ ኮይኖም ስህዝቢ ትግራይን ህዝቢ ኤርትራንስ ክራኸቡ ክጋነዩ ሰላም ክባሃሉ የብሎምን ዝባሃል ነገር እኒኦ እና ኣነ ብቐዳማይ ምስ ይርጋለም ከዋግዕ ከለኹ ዘረሰናይ ግርማይ ሓጋዚየ እዩ ኣጆኺ ይብለኒ እዩ ኢለ ነይረ እና እዛ ነገር እሳ ተቆሪፃ ተቆሪፃ ብጣዕሚ ብብዙሕ ነገር ይትርጉምዋ ነይሮም እና እሱ እሱ ብጣዕሚ ኣስሒቁኒ ነይሩ ክስታይ እዩ ናይ ኢለይ እንታይ መሲልኩና ኢል ሰባት ኢልና ኔርና ገለ ገለ ገለ ይበሃሉ እወ ተባሂሉ እኮ እዩ ንሕና ንሕና ኣብ ደገ ኮይና ብዘረባ ኢልና ካልእ ተገይሩ ኤመሪካን ጃፓንን እኮ ኒኩለር ተዘራርቢየን እየን እኮ ሕጂ እኮ ዓርኪ ኤመሪካ እኮ ጃፓን እያ እ ኣብ ፅልኢ ክነብሩ ዝደልዩ ነቲ ፅልኢ ከም ምንጪ እቶቶም ከም ምንጪ ሃብቶም እቲ ሕብረተሰብ ውግእ ናይ ውግእ፣ ወረ ውግእ፣ ኩናት፣ ጦርነት ከም ምንጪ እቶቶም ከም መኻዕበቲ ሃብቲ ዝጥቀምሉ ሰባት ኣለዉ። ሕጂ እዞም ሰባት እዚኦም ሰላም ክበሃል ከሎ ርእሶም እዮም ዝሓሙ። ኩናት ክበሃል ከሎ ኣክንዲ መን ይመውት፣ መን ይዓኑ፣ ሕጂ ከኣ ሕብረተሰብ ይፈናቐል፣ ሕብረተሰብ ከምዚ ይኸውን፣ ወዲ መን እዩ ክመውት ኢሎም ኣክንዲ ዝሻቐሉ ሰላም ክኸውን ከሎ ይሻቀሉ ስለምንታይ ኣብቲ ውግእ ወረ ውግእ መይቶም ተቀቲሎም ኣብኡ ዝስራሕ ዜና ኣብኡ ዝነብሩ ጨካናት ካብ ክገርመኪ እዚኦም ከ ኣብቲ ናይ ምቅታል ናይ ኩናት ወዲ ኩናት ዋላ ሓደ ቤተሰብ ኣይሓወሱን ካብ ዝፍጠሩ ካብ ዝፍጠሩ ካብ ዝፍጠሩ ምናልባት ከም ሕቶ ኣቅሪብካያ ከይትህሉ እምበር ካብ ዝፍጠሩ እዞም ከምዚኦም ዓይነት ሓሳዳት ሰባት ስደት ክጅምር ከሎ ንሶም ጀመርቱ ንስደት እዮም ክዛዘም ከሎ ከኣ ንሶም እዮም ዛዘምቱ ንስደት ምናልባት ወለድና ደቆምን ነብሶምን እዮም ዘጋድሉ ኣብቲ ኣብቲ ገድሊ እቲ ውግእ ከኣ ወይ ዝሰንከል ኣለዎም ወይ ዝተሰውእ ኣለዎም እዞም ከምዚ ዝሕስዱ ሰባት ግን ቀዳሞት ኣርማ ናይ ስደት ቀዳሞት እሶም እዮም። ኣብዚ ሕጂ ናይ ዕስራ ዓመት ናይ ከባቢ ዕስራን ሓሙሽተን ዓመት ናይ ስደት ዋሕዚ ስደት ከኣ ቀዳሞት እሶም እዮም። ሕጂኸ ሰብኣዮም ሰበይቶም ቆልዖም ቁንጮም ብምልኦም ስድራቤቶም ኣብ ስደት እዮም ዘለዉ። ንሶም ኣበይ ክዋግኡ ይደልዩ? ኣብ ኤርትራ ውግእ ክግበር ትግራይን ኤርትራን ክዋግኣ ደልዩ። ስድርኦምከ ፋሕ ኢሎም ኣብ መላዓዕሎም እዮም ዘለዉ። እቲ ውግእ ኣይለኽዮምን እዩ። እቲ ወረ ውግእ ግን ምንጩ እቶቶም እዩ ሓደ ካብኦም እዚ ኩሉ ግዜ ዘዝበጥብጥ ሰብ ማለት እዩ የብሉን ኣብ ኤርትራ ስድራ የብሉን የብሉን ኣይ ኣይ ንውግእ ዝኸውን ስድራ ኣይነበሮን ካብ ቀደም የብሉን ከምኡ እዩ እንታይ ግን ይብል ውግእ ወረ ውግእ ወተሃደራት ተዋጊኦም ስለምንታይ ትዕረቑ ስለምንታይ ትባኣሱ ስለምንታይ ምስ ምስ ትግረወይቲ ምስ ሓንቲ ኢትዮጵያዊት ናይል ትባሃል ተራኺቡ ንስኻ ጥራይ ዲኻ ደኣ ክትራኸብ ካልእ ከ ክራከብ ኣይደልን ንሕና እኮ ኩናት ፈቲና ኣይኮናን ንኣትዎ ጸሊእናዮ እኮ ኢና ሰባት እኮ እዩ ዝወስደልና ኣሕዋትና እኮ እዩ ዝወስደልና ቤተሰብና እኮ እዩ ዝወስደልና ዝዘኽተሙ ቆልዑ እኮ ኢና ንዕቢ ዘለና ኣቦታቶም ኣብ ኣብ ኩናት ዝተሰውኡ ህዝቢ ኤርትራ ከምኡ እዩ ናይ ወዲ ስውእ ሓዉ ወዲ ስውእ ሓፍቱ ጓል ስውእ ሓፍቱ ከምኡ እዩ ዝነብር እቲ ኩናት እኮ ፈቲና ኣይኮናን ንኣትዎ የስካሕክሓና የሕመና እኮ እዩ እቶም ዘየሕምሞም ሰባት ግን ኣብኡ ይነብሩ ስለዚ ምስ ናይል ተራኪብካ ፅቡቅ ብሰላም እንድዩ ትማሊ ብኩናት ንፀራረፍ ነይርና ንከውን ሎሚ ተዓሪቅናስ ኩሉ ግዜ ኣብ ሊዕሊ ፅልኢ ዕርቂ ኣሎ ኣብ ሊዕሊ ፀልማት ብርሃን ኣሎ ነናቶም ኣለዉ ስለዚ ተዓሪቅና ከምዚ ገይርና እወ ፅቡቅ ስለዚ እዞም ከምዚኦም ዓይነት ሰባት እንተዘየስተብሃልናሎም እንተዘይተገደስናሎም ፅቡቕ እዮም። ስለምንታይ ንነገር ኣብ ነገር ዝበልሑ ኣብ ነገር ዝህብትሙ እዮም። ኣብ ነገር ባንቡላ ዘስርሑ እኮ ኣለዉ። እግሮም ዝተቖርፀሲ ኲናት ምስ ኮነ ባንቡላ ዘስርሑ፣ ፀጉሮም ዝበርሐ ብባህርያዊ ኩናት ምስ ኮነ ካብቲ ናይ ኩናት እቶት ጸጉሩ ዘትክሉ ኣለዉ። Of course ገዛውቲ ዝገዝኡ። ገዛውቲ ዝገዝኡ ኣለዉ። እሺ እምበኣር ዝኸርኩም ተዓዘብቲ ከምቲ ንከታተሎ ዝጸናሕና ን ዘርእሰናይ ግርማይ ምስ ናይ ሚድያ ዝገበሮ ዝነበረ ቃለ መሕተት ብዛዕባ ህዝቢ ትግራይን ህዝቢ ኤርትራን ዘሎ ሓድነት እዩ ቅድሚ ሕዚ ዝነበረ ኲናት ኣብ ትግራይን ይኹን ኣብ ኤርትራ ብዙሕ በደል ኣብጺሑ እዩ ብዙሓት ህጻውንቲ ወለዲ ዘይብሎም ተሪፎም እዮም ብዙሕ ነገር ከሲርና ኢና ስለዚ ሕዚ ምዕራቕና ጽቡቕ እዩ፣ ስለዚ ሰላም ምድላይና ትኽክል እዩ ክብል ተሰሚዑ ኣሎ። ነዞም ናይ ክልቲኡ ህዝቢ ርክብን ሰላምን ደስ ንዘይብሎም ሰባት ድማ ትኹረት ክንገብረሎም የብልናን ክብል መልእኽቱ ኣሕሊፉ ኣሎ። ዝኸርኩም ተዓዘብቲ ብሓጺሩ ንስኹምከ እንታይ ተረዲእኹም? ሓሳብኩም ኣብ ኮመንት ኣቕምጡለይ። እሺ እምበኣር ዝኸርኩም ተዓዘብቲ ናብ ዝቕጽል ሓበሬታ ከስግረኩም። ሰራዊት ኤርትራ ካብ ዛላምበሳ ከም ዝረሓቐ ዝወጸ ሓበሬታ ኣሎ፣ ተኸታቲልናዮ ንምጻእ። ሰራዊት ኤርትራ ካብ ማእከል ከተማ ዘላምበሳ ወታደራዊ ኬላታቱ ብምፍራስ ንድሕሪት ከም ዘስሓበ ተገሊጹ። ሰላምን ምርግጋእን ዞባ ቀርኒ ኣፍሪካ ብሓፈሻ ኩነታት ዶባት ኢትዮጵያን ኤርትራን ድማ ብፍላይ ኣብ ትሕቲ ዓብዪ ቆላሕታ ማሕበረሰብ ዓለም ኣብ ዝኣተወሉ ግዜ ኣብቲ ንነዊሕ እዋን ወታደራዊ ግንባር ሰፊንሉ ዝፀንሐ ከባብታት ምንቅስቓሳት ይግበር ከም ዘሎ ተረጋጊፁ። ኣብ ማእኸል ከተማ ዘላንበሳ ዓሪዱ ዝነበረ ሰራዊት ኤርትራ ሻዕብያ ተኺልዎ ዝነበረ ስትራቴጂካዊ ወተሃደራዊ ኬላ ሙሉእ ብሙሉእ ብምፍራስ ንድሕሪት ናብ ናይ ቀደሙ ዶባዊ ቦትኡ ምንስሓቡ ተገሊፁ። እዚ ምንቅስቓስ እዚ እቲ ሰራዊት ካብቲ ሒዝዎ ዝነበረ ናይ ከተማ ውሽጢ ኬላ ናብቲ ቅድሚ ኲናት ዝነበረ ናይ ዶብ ኬላ ከምዝተጉዓዘ ነበርቲ ዘላንበሳ ገሊፆም። እቲ ንነዊሕ እዋን ምንቅስቓስ ህዝብን ኣቑሑትን ክሓፅርን ክቆፃፀርን ኣብ ልዕሊ ማሕበራዊ ህይወት ርኡይ ጽልዋ ከሕድር ዝጸንሐ ወተሃደራዊ ኬላ፣ ሰራዊት ሻዕብያ ሰለስተ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ናብ ንቡር ቦትኡ ኣንሳሒቡ። ዲፕሎማስያዊ ሰነዳት ከም ዝሕብርዎ፣ መንግስቲ ኢትዮጵያ ኣብ ወርሒ ጥሪ ክልተ ሽሕን ዓሰርተ ሸሞንተን ዓመተ ምህረት ብቕሉዕ ብደረጃ ሚኒስተር ወጻኢ ጉዳያት ገይሩ ንመንግስቲ ኤርትራ ኣብ ዝጸሓፎ ወግዓዊ ደብዳቤ፣ ሰራዊት ኤርትራ ካብ ፌደራላዊ ግዝኣት መሬት ኢትዮጵያ ብፍላይ ድማ ካብ መሬት ትግራይ ብህፁፅ ክወፅእ ዝጠልብ ምንባሩ ይፍለጥ። እምበኣርከስ ዝኸበርኩምን ዝኸበርክንን ተዓዘብቲ እዛ ዩቱብ ቻናል ናይዚ ሎሚ ዕለት ዝነበሩ ሓድሽን እዋናውን ሓበሬታ እዞም ክንከታተሎም ዝፀናሕና ይመስሉ። ኣብ ቀፃሊ ብኻልኦት ሓደሽቲ እዋናዊ ሓበሬታ ተመሊስና ክሳብ ንራኸብ ኣብዚ ዘለኹሞ ሰላም።